ሰላም ሰላም ኣሕዋት ከመይ ቀኒኹም? ሰላም ክትኮኑ ተስፋ ገብር ኣይ ቲንክ ብዙሕ እኳ ጠፊኤኩም ክኸውን እየ ሕጂ እውን ሕጂ ግን ተመልሰኩም ኣለኹ ብኣዝዩ ኣገዳሲ ዝኾነ መደብ እዚ ከዓ ኣብ ዝሓለፈ ከም ስሪዎ ዘለኹም ሰበር ሓደ ሽሕ ሪኢኹሞ ቅድሚ ሰለስተ ዓመት ቪድዮ ሪከርድ ዝገበርናዮ ከመይ ጌርካ ኣብ ዕዳጋ ስቶክ ማርኬት ክትገዝእን ክትሸይጥን ትብል ናይ ትሬዲን ቱ ዋን ቱ ኣርኤኩም ኔረ ሕጂ ከኣ ብዙሕ ዝተቀያየረ ኣሎ ኣፍኮርስ ሰለስተ ዓመት ኣብ ባንክታት ድዩ ኣብ ፌስቡክ ድዩ ኣብ ዝተፈላለየ ሶሻል ሜድያ ውን ተርኢናዮ ብዙሕ ነገራት ይቀያየር እዩ ስለዚ ናይ ትሬዲን ቱ ዋን ቱ ከመይ ጌርካ ትሸይጥን ትለውጥን ወይ ከኣ ትገዝእን ትሸይጥን ጥራይ ዘይኮነ ከመይ ጌርካ ገንዘብካ ኣሕሊፍካ ብሉጽ ስቶክስ ትገዝእ ዝብል ኣብ ኤውሮጳ ዘለኹም ብፍላይ ክርእየኩም እየ ንኹልኹም ግን ከመይ ጌርካ ኣካውንት ትኸፍት እንታይ ከይሓቱኻ ዝብሉ ኦፍ ኮርስ ናይዚኣ ሓጻር ቪድዮ ዝኾነት ክዝርግሓልኩም ስለ ዝኾንኩ ወይ ከኣ ኮፒ ጌረ ክወስዳ ስለ ዝኾንኩ ምክንያቱ ዘይተቀየረ ነገራት ብዙሕ ኣሎ ንኣብነት ከመይ ጌርካ ረጅስተር ትገብር ወይ ሳይን ኣብ ወይ ከኣ ትምዝገብ ዝብል ካብ ናይ ቅድሚ ሕጂ ዝነበረ ሕጂ ክቅይርዎ ኣይክእሉን እዮም። ትሬድንት ዋንት ግን ብሉጽ ዝገብሮ እንታይ እዩ ኣብ ዝበዝሓ ናይ ኤውሮጳ ሃገራት ይሰርሕ እዩ። ዩከይ ኣለኩም ጥቕሚ ዘለዎ ናይ ኣይሳ ከርእየኩም እየ። በዓል ጀርመን ኪዱ፣ ስዊድን ኪዱ፣ ሆላንድ ኪዱ፣ ቤልጅም ኪዱ፣ ስዊዘርላንድ ዳርጋ ኩለን ሃገራት ናይ ኤውሮጳ ትሬድንት ዋንቱ ይሰርሓልኩም እስቲ ምዃኑ ንሕና ካብዚ ናትና ኮሚኒቲ ብጣዕሚ ንጥቀመሉ ኢና ማለት እዩ። ስለዚ ናቱ ከርእየኩም እየ። ሰው እንታይ ኢኹም ትገብሩ? ብሕጽር ዝበለ ባይ ዘ ወይ ከም ትሪእዎ ዘለኹም መዓስ ኢዚ ክልተ ሽሕን ዕስራን ሓሙሽተን ስቶክስ ኢልና ዝገዛእናዮ ናብ ትሪእዎን ዘለኹም ከባቢ ኣርባዓ ፐርሰንት ወሲኹ ኣሎ ናይ ኤኤስኤምኤል ከኣ ከባቢ ሚእትን ሰላሳን ኣርባዕተን ኣብ ውሽጢ ዓመት ክንደይ ዝኾኑ ሓምሳን ሽዱሽተን ፐርሰንት ወሲኹ እዚ ከም መላመዲ ጥራይ ክትጥቀመሉ ትኽእል ከመይ ውጽኢት ከምጻእ ይኽእላ ዝብልና ግምታት ዝወሰድናየን እየን ኣብዚ እውን ኣሎ ማይ ቲንግተን ስቶክስ ሆልዲን ኢልካ እተን ዘለዋ ትካላት እንተሪኢናየን ግራብ ሰላሳ ፐርሰንት ክትጎድል ከላ ኤንቪድያ ኣርብዓ ፐርሰንት ስኖፍሌክ ሰላሳን ሸውዓተ ፐርሰንት ስትራተጂን ተስላን ኔጌቲቭ ክኸዳ ከለዋ ሮኬት ላብ ክልተ ሚእትን ሰብዓን ሸውዓተን ኣብዚ ግዜ እዚ ስፔስ ኤክስ ወይ ከዓ ኤስፒሲኤክስ ሲምቦል ዘለዋ ናታ ተካኢት ኮይና ዘላ ወይ ከዓ ኣብ ሓደ ዓውዲ ኣብ ሓደ ሴክተር ዘለዋ ናይ ሮኬት ወይ ከዓ ናይ ስፔስ ኢኮኖሚ ኢና ንፅውዖ ማለት እዩ ናይ ፎርቲነት ከዓ ኦፍኮርስ ሓንቲ ካብቲ ናይ ሳይበር ሴኩሪቲ ከባቢ ኣርብዓን ሰለስተን ፐርሰንት ወሲኸን ንሪኤን ኣለና። ስለዚ ከመይ ጌርካ ትሸይጥን ትገዝእን እቲ ዝበለፀ ዝብል ሓፈሻዊ ከሪኦኩም እየ ማለት እዩ። ከም ዝበልኩኹም ግን መጀመርያ እዛ ቪድዮ እዚኣ ናይ ዝሓለፈ ዝነበረት ርኣይዋ እሞ ተኺለ ናብዚኣ ክወስደኩም እየ ሽዑ። ቅድሚ ዝኾነ ምስራሕኩም እቲ ኣፕሊኬሽን ዳውንሎድ ክትገብሩ ኣለኩም። ኣብ ስቶር ክትከዱ ኢኹም ወይ ፕለይ ስቶር። ትሬይዲንግ። to want to ኢልኩም ትጽሕፉ ኣብዚ so ኣብዚ ኣላ ቀዳመይቲ ናተይ open ምግባር ጥራይ እያ ማለት እዩ ናተይ ኣብዚ ኣላ already ወሪዳ trading to want to ከፊተያ ኣለኹ so መጀመርያ ዝገብሮ login ክገብር ኣይክእልን እየ ምክንያቱ register ከም ዘይገበርኩ ጌርኩም ሕሰብዎ ኣነ obviously ኣለኒ account ንስኹም ግን ስለ ዘይብልኩም መጀመርያ ኣብ የማን ዘላ sign up ክትብልዋ ኢኹም ኣብዚ እትጥቕመጥሉ ቦታ ኣበይ ቦታ ኢኻ ዘለኻ ኣነ ሕጂ ዩናይትድ ኪንግደም ተመሪጽለይ ኣሎ ኣውቶማቲክ ማለት እዩ ጀርመን እንተኾይኑ ጀርመን ክብለ ሽዑ ኔክስት ክብለ ማለት እዩ ሶ ኣብዚ ክልተ ምርጫ ክመጻኒ ትሬድ ኢንቱ ዋን ቱ ብብጫ ዘላ ማለት ኢንቨስት ትብል ኦሬንጅ ማለት እዩ እቲያ ካልኣይቲ ከዓ ሲኤፍዲ ሕጂ እቲ ፍልልይ ናይ ሲኤፍዲ እንታይ እዩ ኢንቨስት እንታይ እዩ ካልእ ኣርእስቲ ከይኮነና ኣብ ቀጻሊ ክንምህሮ ኢና ንዓኹም ተድልየኩም ኣብዚ ግዜ እዚ ማለት እዩ ከም ጀመርቲ ዳሕራይ ዋላ ክትውስኽሉ ትኽእሉ ኢኹም እቲያ ቀዳመይቲ ኢንቨስት ትብል እያ ዩከይ ዘለኹም ሳይን ኣፕ ምስ በልኩማ ዩናይትድ ኪንግደም ኔክስት እንተኢለያ ሰለስተ ምርጫ ክትበኒ እያ ኣይሳ ትብል መወዳእታ ኣላ እትዮም ዩከይ ዘለኹም ዝኾነ ኢንዲቪጁዋል ሴቪን ኣካውንት ዝበሃል እዚ ክሳብ 20 ሽሕ ፓውንድ ዝኸውን ንዓመት ብዘይ ዝኾነ ታክስ ከይከፈልኩም ወላ 10 ሽሕ እንዳኸሰብኩም ከለኹም ኣብቲ ኣይሳ ኢንቨስት ጌርኩሞ እንተጸኒዕኩም ዝኾነ ታክስ ኣይትኸፍሉ ኢኹም ስለዚ ክሳብ 20 ሽሕ ይፍቀደልና እዩ ስለዚ እቲያ ኣይሳ እንተውጺእኩማ ሓጋዚ ክኸውን እዩ ማለት እዩ ሶኒ ሕጂ ግን እቲ ኣብነት ንክኮነና ሳይን ኣብ ክብላ'የ ንኩሉ መታን ምስ ኩልና ክትከይዲ መታን እታ ትሬድ ኢንቱ ዋንቱ ብጫ ዘላ እቶም ካልእ ኣብ ካልእ ዓድታት ዘለኩም ኩሉኩም እታ ኢንቨስት ትብል ቀዳመይቲ እያ ሳልሰይቲ ምርጫ የብልኩምን እተን ቀዳሞት ክልተ ጥራይ እየን ዘለዋ ስለዚ እታ ቀዳመይቲ ዘላ ባይ ስቶክስ ኢንድ ኢቲኤፍስ ዊዝ ዜሮ ኮሚሽን ንብላ ኣሎ ከምዚ ዝበልናዮ ዜሮ ኮሚሽን ማለት ዝኮነ ኮሚሽን ኣይክፍሉካን እዮም ማለት እዩ መጀመርያ ዝሓቱካ ናትካ ኢሜይል ክሓቱካ እዮም ሶ ድሓን ዝኮነ ኢሜይል ክህባ እየ ኣነ ኣብዚ ፓስወርድ ፓስወርድ ከኣ ትርር ዝበለ ፓስወርድ ክህባኽ ኣለኒ ኣብ ትሕቲኡ እንተሪኢኹሞ ሰቨን ካራክተር ሸውዓተ ጠበያት ዘለዉ ሓደ ቁጽሪ ብስሞል ሌተርን ካፒታል ሌተርን ክህልዎ ኣለዎ ማለት ስለዚ ንኣብነት እዚ ኤንድ ኢለ ክጅምር ክእል እየ ዝኾነ ካራክተር መታን ክጥዕመኒ ንኩለን ንምጥቕላል ማለት እዩ ተወሳኺ ካናዳ ሓደ እንተ ኢልያ ኩለን ኣማሊኤ ስለ ዘለኩ ብዓይኒ ክትዋ ከምዚ ኣት ካናዳ ሓደ እቲ and ካናዳ ሓደ ኢልያ ኮምኡ ዓይነት ክትገብሩ ትክእሉ ኢኩም ናይ ናይ ግድን ኣይኮነን ከም ናተይ እስኩም ከኣ ንኣብነት ናይ ገንዘብ ምልክት ክከውን ይክእል እዩ እቲ and ዘሎ ኣጥፊእኩም ማለት እዩ ከምዚ ዓይነት ስለዚ ትር ከም ዝብል ጥራይ ተብልዎ እቲ accept ክትብልዎ ኢኩም ዝንበብ ትኮኑ ክተንብብዎ እንተ ደሊኩም ማለት እዩ create account ክብላ እየ ኖቲፊኬሽን ማለት ዝኾነ ፂፅ ፂፅ ዘብሉልካ ዝኾነ ተስላ ወሲኻ ተስላ ቀኒሳ ገለ እንዳበሉ ዝኾነ ዲቪደንድ ተኸፊልካ ዲቪደንድ ኣይተኸፍልካ እንዳበሉ ማለት እዩ ንዓ ብዙሕ ዘገድሰኒ ኣይኮነን ክልቲኡ ኦፍ ክገብሮ እየ ከም ምርጫኹም ክትገብርዎ ትኽእሉ ኢኹም ኖት ናው ክብላ እየ ኣብ ታሕቲ ዘሎ ማለት እዩ ሶ እዚ ኣንደርስታንድ ዊ ወንት ሰንድ ኤኒቲንግ ገለገለ ብላ ኣሎ ኤኒዌይ ኦኬ ክብላ እየ ዝንበብ ተሃልዩ ከተንብቦ ትኽእሉ ኢኹም ሶ ደር ዩ ጎ ሶ ኣብዚ ክትኣትዉ ኢኹም ከም ዝሪእዎ ዘለኹም ማለት እዩ ማለት ረጅስተር ጌርኩም ኣለኹም ክትለማመድሉ ትኽእሉ ኢኹም ብኸመይ ከም ትለማመዱ ከርእየኩም እየ እንተኾነ ግን ኣካውንት ስለ ዘይሕለፍኩምሉ ተቐቢሎምኹም ኣለዉ ማለት ኣይኮነን ስለዚ ኣብ ታሕቲ ዘላታ ስታርት ኢንቨስቲን ናው ትብል እንተሪኢኹማ ስታርት ኢንቨስቲን ኢለያ ሰትኣብ ዮር ኣካውንት ብለኒ ኣካውንትኻስ ሕጂ ሰትኣብ ግበሮ ወይ ከዓ ዳልዎ ትብለኒ ኣላ ማለት እዩ ናተይ ኣይደንቲቲ ከለያ እዩ ወረቐታት ክሓተኒ እዩ ማለት እዩ ብዘይ ዝኾነ ኣነ ነባርነት ዘይብለይ እንተኮይነ እዚ ብሮከሬጅ ከውፅእ ኣይክቕበሉን እየ ማለት እዩ ሳልሳይ ከዓ ኣድፋንስ ወይ ከዓ ገንዘብ ክውስኸሉ ክኽእል ኣለኒ ስለዚ set up your account ዝብል እዚ next ኢልና ክንቅጽል ኢና። እቲኦም ነጻ ትመሃሩ ትደልዩ መጀመርያ ግን ብዘየገድስ ዋላ start investing ከይከበልና ስኢልኩም እንተተኸታቲልኩማ ዳሕራይ ኣብ ከምዚኣ ምስ ኣተኹም ብከምዚ ከምዚ ጌርኩም ክትገዝኦ ትኽእሉ ኢኹም ክብለኩም እየ ማለት እዩ። እቱ ኢለ start investing ክብላ እየ set up your account ትብል ዘላ next ክብላ እየ ኣብዚ ኣነ ዩናይትድ ኪንግደም እየ ዘለኹ ከም ዝበልኩኹም ኣብ ዘለኹሞ ቦታ ትጥውቕዎ ማለት እዩ ዩኬ ክብለ ኣነ ኣብዚ First name መን እዩ ስምካ ትብል ኣላ so ናተይ ሄኖክ ክብላ እየ just ንኣብነት ማለት እዩ Sur name ኦክባይ ክብላ እየ so next ክብላ እየ ኣብዚ ኣብዚ date of birth ትብል ኣላ ማለት ዓሰርተ ሸሞንተ ክኸውን ኣለዎ ዕድሜኻ ኣካውንት መዚኦም ከተውፅእ እንተኮይንካ ስለዚ ንኩሉ ብሮከረጅስ ዕድመ ከገድሶ እዩ ስለዚ ዕስራን ሓደን ዓሰርተ ክልተ ሽሕን ትሽዓተ ሚእትን ቴስዓን ትሽዓተን እንተኢለ ንኣብነት ኦልሬዲ ዕድመ ሓሊፉ ኣሎ ማለት ስለዚ next ክብላ እየ ፎን ናምበር ቴሌፎን ትሓተኒ ኣላ ስለዚ ቴሌፎን እዚ ዘለናዮ ናይ ስዊድን ናይ ሆላንድ እንተኮይኑ 31 ክጅምር እዩ ስዊድን እንተኮይኑ 46 ና ኣብ ዘለናዮ ማለት እዩ 868588 ክብላ ኢና ኣብነት ስቂለ ግምት ዝኮነ ቁፅሪ ሂብያ ኣለኹ እዚ ማለት እዩ ኣብዚ ኣላው ትሬዲንግ ቱ ዋን ቱ ትራክ ዩር ኣክቲቪቲ ስለዚ ኣነ ዝኾነ ኣብ ናተይ ትራክ ክገብሩኒ ኣይደልን እየ ፎሎ ስለዚ ኣስክ ኣፕ ኖት ትራክ ክብላ እየ ማለት እዩ ስለዚ እቲ ታክስ ተኸፍለሉ ዘለኻ ቦታ ከ ኣበይ እዩ? ኣነ ኣብ ዩናይትድ ኪንግደም እየ ጀርመን እንተመሊእኩሞ ጀርመን ክትገብርዎ ኣለኩም ዩናይትድ ኪንግደም next ናሽናል ኢንሹራንስ ናምበር ኣሎ NI ናምበር ኣለና ኣብዚ ኩልና ማለት እዩ ስለዚ ናትና ቁፅሪ ኣብ ካልእ ዓድታት ሃሊኹም ከዓ ከምኡ ዓይነት ሕቶ ዝሓተተኩም ናትኩም ተመሲልኩም ፎሎ ክትገብርዎ ትኽእሉ ኢኹም ስለዚ ነዚ ዓዲ ከምዚ ሰው ከምዚ ዓይነት እቲ ናትና NI ናምበር ወይ ከዓ ናሽናል ኢንሹራንስ ናምበር ንህባ next ናትካ ኣድረስ ትብላላ ኣብዚ ረዚደንሻል ኣድረስ where you pay utility እቲ ተኸፍለሉ ቦታ እቲ ናትካ ስቴትመንትስ ወይ ናይ ባንክ ስቴትመንትስ ኣበይ ትቕበለሉ? ኩሉ ማለት እዩ። ዴል ስትሪት እቲ ናትና ኢና ትኽክል ንህባ እንተዘይኮይኑ ኣይትሓልፈናን እያ ኣብ መወዳእታ ማለት እዩ። እዚ መሪጸ ኦረዲ ባዕላ መዝጊባትለይ ኣላ። ኣብዚ ፋይናንሻል ዲቴልስ ስለዚ ኣብዚ ዊ ኣር ሪኳየርድ ባይ ሬጉሌሽን ቱ ኣስክ ዩ ሰቨራል ኮሽንስ ዝብልን ኣሎ እዚ ማለት እዩ። ስለዚ ገለ ሕቶታት ክንሓተካ ናይ ግድን እዮም ክሓተኖ ምክንያት ከም ዝበልና ሬጉሌትድ እዮም ወይ ከዓ ብሕጊ እዮም ዝኸዱ ዘለዉ ማለት እዩ ኦኬ ኔክስት ክብላ እየ ገለ ሕቶታት ኣብዚ ኣገዳሲ እዩ ስለዚ መጀመርያ ናትካ ዓመታዊ ኢንካም ወይ ከዓ ዓመታዊ ኣታዊ ክንደይ ከም ዝኾነ ይሓቱካ ኣለዉ ልዕሊ ክልተ ሚእቲ ሽሕ በሎም ኦቨር ሃንድረድ ክሳብ ኢስ ኦኬ ካብ ሓምሳ ክሳብ ሚእቲ ሽሕ ክብሎም እየ ኣነ ወይ ካብ ዕስራን ሓሙሽተን ክሳብ ሓምሳ ሽሕ ወይ ትሕቲ ዕስራን ሓሙሽተን ሽሕ ክንዶ ንኽእል ኣብ ዘየገድስ ከምቲ ኣታዊና ማለት እዩ ኣብዚ ካልኣይ ቫልዩ ኦፍ ሴቪን ን ኢንቨስትመንት ይብለና ኣሎ እዚ ናይ ፕሮፐርቲ ገዲፍካ ክንደይ ኢንቨስት ዝገበርካዮ ገንዘብ ኣለካ ከም ዝበልኩም ናይ ግድን ኣይኮንካን ትክክል ክትህብ ማለት እቲ ሓፈሻዊ ሓሳብ ንምውሳድ እዮም ኣብዚ ማለት እዩ ስለዚ ኣነ ካብ ሚእቲ ክሳብ ክልተ ሚእቲ ሽሕ ዝኸውን ዋግኡ ናይ ኢንቨስትመንት ኣለን ናይ ገዛ ይቁፀር ንብዚ ብድሕሪኡ ሶርስ ኦፍ ፋንድስ እቲ ተምፅኣሉ ምንጪ ገንዘብካስ ካብ ምንታይ ኢካ ኢንቨስት ትገብሮ ዘለካ ወይ ካብ ምንታይ ኢካ ተዋፍሮ ዘለካ ካብ ሳላሪ ድዩ ወላስ ካብ ሴቪንግ ካብ ሴቪንግ እንተኮይኑ ካብዚ ኣብ ባንክካ ዘሎ ኦረዲ ማለት እዩ ሳላሪ ከዓ ካብቲ ብሕጂ ትኸፈሎ ደሞዝካ ክኸውን እዩ ስለዚ ኢንቨስትመንት ኮይኑ ካብ ኢንቨስትመንት ኢነሪታንስ እንተኮይኑ ናይ ፋሚሊ እንተኮይኑ ናይ ልቓሕ ድዩ ፕሮፐርቲ ብዘይገድስ እቲ ዝግበኣካ እቲ ናትካ ዝኾነ ትኽክል ተብሎማ ዝበዛሕና ናይ ሳላሪ እዩ ክኸውን ሶ ኔክስት ክብላ ኣብዚ ማለት እዩ What is the expected origin and destination of incoming and outgoing funds? ስለዚ ናብ ምንታይ እዩ ክሓልፍ ማለት እዩ ናብ ፐርሰናል ዩኬ ባንክ ዲ ናብ ኢዩ ባንክ ዲ ናብ ፐርሰናል ክሬዲት ካርድ ዲ ገለ ብለና ኣሎ ማለት እዩ ሶ ዩኬ ፐርሰናል ክሬዲት ካርድ ወይ ከዓ ደቢት ካርድ ክብለ ያነ ማለት እዩ ኔክስት ሃው ማች ማኒ ዲ ኤክስፔክት ዲፖዚት ኣንዋሊ ኣብ ዓመት ክንደይ ከተሕልፍ ኢኻ ኤክስፔክት ትገብር ወይ ከዓ ትፅቢት ትገብር ማለት እዩ ኣነ ክሳብ ካብ ሓሙሽተ ሽሕ ክሳብ ሓምሳ ሽሕ ኢንቨስት ክገብር ኢለ ይኣምን ኣለኹ ንስኹም ክሳብ ሓሙሽተ ሽሕ ኢንቨስት ክገብሮ ትኽእሉ ኢኹም ልዕሊ ሓምሳ ትኮይኑ ከዓ ልዕሊ ሓምሳ ከምቲ ትግምትዎ ማለት እዩ ብድሕሪኡ የር ኢምፕሎይመንት ስታቲስ ስራሕ ካብዚ ግዜ እዚ ማለት ፉል ታይም ኢምፕሎይ ዲኻ ሰራሕተኛ ሙሉእ ግዜ ትሰርሕ ዲኻ ፓርት ታይም ዲ ከምዚ ውሑዳት ሰዓታት 115 ሰዓታት ኣብ ሰሙን ትሰርሕ ዲኻ ሰልፊ ኢምፕሎይ ዲኻ ናይ ባዕልኻ ቢዝነስ ዘለካ ወይ ሪታየርድ ጥሮታ ዝወፃእካ ዲኻ ስራሕ ዘይብልካ ዲኻ ወላስ ተምሃራይ ኢኻ እቲ ናትካ ዝግበኣካ ትመልኦ ማለት እዩ ስለ ዝበዛሕና ኣብዚ ኢምፕሎይድ ክንከውን ንኽእል ኢና ኔክስት ኣብዚ ኣሪ ዳይረክተር ወይ ሓላፊ ወናኒ ወይ ተቋጻጻሪ ናይ ካምፓኒ ዲኻ ንምባል እዩ ማለት እዩ ኖ ክብላ እየ ስለዚ ኣብዚ ትሬድ ኢንቱ ዋን ቱ ገንዘብካ ሉዝ እንተ ጌርካ ሃው ውድ ኢት ኣፌክት እዩ ዝብለካ ዘሎ ከመይ ይጸልወካ ማለት ስለዚ ኣብ ቀዳማይ ኢት ውድ ኖት ሜክ ቢግ ዲፍረንስ ፎር ሚ ማስ ዓቢ ጽልዋ ኣይምገበረለይ ነይሩ ካልኣይ ኣይ ውድ ሃቭ ቱ ሜክ ቸንጅስ ቱ ማይ ስፐንዲን ባት ዲስ ውድ ኖት ኣፌክት ማይ ላይፍ ስታይል ኣሎት ስለዚ ኣብቲ ዘዋፍሮ ዘለኹ ወይ ኣብቲ ናይ ማት ዝገዝኦ ነገራት ምቐነስኩ ነይረ ወይ ለውጥታት ምገበርኩ፣ እንተኾነ ኣብ ህይወተይ ግን ወይ ኣብቲ ኣካይዳ ናይ ህይወተይ ግን ወላሓንቲ ዝቕይርለይ የለን ብለንሎ። ሳልሳይ ከኣ ኢት ውድ ኮዝ ሚ ፕሮብለምስ ብዘሎካ ዝኾነ ጸገማት ምመጋጠመኒ ነይሩ ማለት ናይ ገዛ ክራይ ክኸፍል ኣይምኸኣልኩን ወይ ናይ ገለ ገለ ንምባል ማለት እዩ። ሶ ኢት ውድ ኖት ሜክ ቢግ ዲፈረንስ ፎር ሚ ክብለያ ኣነ ማለት ፈሊጠ እየ ዶን ኢንቨስት what you cannot afford ዝባሃል ኣሎ ካብ ዘይትክእሎ ወይ ዘይተብሎ ኢንቨስት ኣይትግበር ስለዚ ኣነ ዝክእሎ እየ ኢንቨስት ክገብር እቲ ዓቅመይ ዝኮነ ስለዚ ዝኮነ ፅልዋ ኣይምገብረለይን ክብል እየ ማለት እዩ next ኣካውንት ካረንሲ በየናይ እቲ ገንዘብካ ክቅመጠልካ ኣብዚ በቲ ዘለናዮ እንተጌርናዮ ተመራፂ እንተዘይኮይኑ ኢስ ኦኬ ቢኤስዲ ብዶላር ክንገብሮ ንኽእል ኢና ብዩሮ ክንገብሮ ንኽእል ኢና ግሬት ብሪትን ወይ ከዓ እዚ ብሪቲሽ ፓውንድ ክገብሮ ክእል ኢና ዩኬ ዘለኹ ኣነ ማለት እዩ ንስኩም ከኣ ዩሮ ክትገብርዎ ኢኩም ዝበጻሕኩም ዩሮብ ዘለኩም ኤመሪካ ዩኤስዲ ኤኒወይ ኤመሪካ ዘለኩም ካልእ ኣካውንት ከም በዓል ኤምዋይም ፋይናንስ ልክዕ ከምዚኣ ትሬድ ኢንቱ ዋንት ትሰርሕ ብሕጂ ሪከርድ ክንገብረልኩም ኢና ብዙሕ ዓይነት ኣካውንታን ስለ ዘሎ ማለት እዩ ኔክስት ኣብዚ ተተማሂርኩሞ ግን ኣብኡ ሕጽር ከነብሎ ኢና ማለት እዩ ኣብዚ ናውለጅ ወይ ካብ ፍልጠት ናትካን ተመኩሮኻን ንምፍላጥ ከ የገድሶም እዩ ናትካ ማስ ኣፍልጦ ኣለካ ድዩ ኣብዚ ኢንቨስት ትገብር ዘለካ ወላ ኣይኮነን ብሕጊ ስለ ዝሕተት እዮም እዚ ማለት እዩ ኣብዚ ትሕተትዎ ሕቶታት ከሪኦኩም እየ መጀመርያ ካብዚኦም ዝስዕቡስ ኣየናይ ኢኻ እቲ ፋሚልያር ዝኾንካ ወይ ኣየናይ ኢኻ እስኻ ትፈልጦ እብልኻ ኣለኹ። ስቶክስ ተማሂርና ኣለና ኣብዚ እንተዘይኮይኑ ብሕጂ ተመሊስኩም ተማሃርዎ ማለት እዩ። ሪል ስቴት ኖኖ ስቶክስ ኢና ንፈልጥ ኦፍ ኮርስ ናይ ኢቲኤፍ ገለ ኣለና ስቶክስ ሓልክ ንሓልፎ ኢና። ብታሕቲ ኣሎ ሲኤፍዲ ብሕጂ ንመሃሮ ኮሞዲቲስ ኣለና ፎሬን ካረንሲ ኤክስቼንጅ ማለት እዩ ምቹዋል ፋንድስ እቲ ስቶክስ በዓል ተስላ በዓል ገለ ሼርስ ግን ፈሊጥናዮ ስለዘለና ንሱ ክንመርጽ ኢና። ኔክስት። እያ ክሳብ ሕጂ ከ what markets have you already invested in ኣብዚ ዝሓለፈ ከማይ ወይ ክሳብ ሕጂ ከ እንታይ ዓይነት ማርኬት ወይ ከ ኣበየናይ ኢንቨስት ጌርካ ኣለኻ ኣስ ኣብ ናይ ዓቢ እዘን ምዕቡላት ሃገራት ኣነ ኢንቨስት ጌረ ዘለኹ ስለዚ ኣብ በዓል ዩኤስኤ ወይ በዓል ዩከይ ገለ ማለት እዩ ብሕጂ ዝመፃ ዘለዋ ኤመርጂ እንድያ ወላ ብኡ ኣይፅላእን እዩ ከም ዝሓለፈ ዝተዛረብናዮ ማለት እዩ እንተኾነ ግን ክሳብ ሕጂ ዋፊርና ዴቨሎፕድ ማርኬትስ ወይ ከዓ በዓል ዓበይቲ ምዕቡላት ሃገራት ማለት እዩ ሃው ሃቭ ዩ ፕሪቪየስሊ ዲሳይድድ ዋት ኢንቨስት ኢን ብኸመይ ውሳነ ወሲንካ ኣለኻ ኢንቨስት ንክትገብር ማለት ሰብ ሓጊዝካ ድዩ ገለ ንምባል ማለት እዩ ቀዳመይቲ ኣብ ዲሳይድ ኦን ማይ ኦውን ዋት ኢንቨስት ኢን ዝብ ዘሎ ባዕለ እየ ዝውስኖ ዘለኹ ኣብ ምንታይ ኢንቨስት ከም ዝገብር ዝብል ኣለኻ ካልኣይ ኣድቫይስ ምኽሪ ተዋሂብኒ ትብል ኣለኻ ሳልሳይ ቪያ ኣብ ማኔጅመንት ሰርቪስ ወይ ከዓ ናይ ምሕደራ ናይዚ ኣገልግሎት ዝህቡ ማለት እዩ ስለዚ ኣነ ባዕለይ ዲሳይድ ኦን ማይ ኦውን ኩሉ ግዜ ውሳነ ኣነ ምኽሪ ኮንኩም ዝህበኩም ዘለኹ ትምህርቲ ፍልጠት ጥራይ ዝብ ዘለኩ ስለዚ ባዕልኩም I decide on my own what to invest in ትብሉ እንተዘይ ኮይኑ ኣብ ካልእ ከይድኩም advice ወይ ከኣ እዚ asset management service ኣገልግሎት ከይድኩም ትገብሩ ኣብዚ ኣነ ግን decide on my own ባዕለይ ሓላፍነት ይወሲደ ዝወስዶ ዘለኩ ማለት next ፐኒ ስቶክስ እንታይ እየን ኣብ ዝሓለፈ ተምሃርናየን ፐኒ ስቶክስ ከዓ ልክዕ ኣብ ሰለስተ ጌርና ተመቂልናዮ ነርና እትዮም ማርኬት ካብ ዕብየት ማለት እዩ ላርጅ ኢልናዮ ነርና ሚድ ካፕ ኢልና ሳልሳይ ከኣ ስሞል ካብ ዩኒየም እዚኦም ከኣ ካብኦም ዝንኣሱ ትሑት ዋግኦም ቅርሺ ክሳብ ሓሙሽተ ቅርሺ ዋግኦም ንሓንቲ ስቶክ ዝሽየጡ ማለት ስለዚ እዚኦም ስሞል ኮይኖም በቃ ብታሕቲ ቀልጢፎም ዋግኦም ክቀያየሩ ይኽእሉ እዮም ግን ከኣ ኢንፍሪኮንትሊ እዮም ትሬድ ወይ ከኣ ብዙሕ ሰብ ኣይኮነን ትሬድ ዝገብረሎም ማለት እዩ ስለዚ ካብቶም ዓበይቲ በዓል ተስላ በዓል ኣማዞን ገለ ዝበልናዮም ኣይኮኑን ስለዚ ላርጅ ካፕ ኣይኮኑን ሃይ ፕራይስት ኣይኮኑን እንታይ ደኣ እቲኦም ንኣሽቱ ካምፓኒታት እዮም ማለት እዚኣ ክትመፃኩም እየ ናይ ግድን ስለ ስሞል ካፕ ስቶክስ ብጣዕሚ ስሞል ካምፓኒ ስቶክስ እየን ዝኾና ዘለዋ እዚአን ማለት እዩ ቀጺለ ኣብዚ ዲክለረሽን ኣለና ዝፍረም እቲ ኣንቢብካዮ ዘለኻ ቢልካዮ ዘለኻ ኩሉ ተረዲእኒ እዩ ንምባል ምስኡ ተሰማሚዕካ ክተንብቦ ተለካ ከተንብቦ ትኽእሉ ኢኹም ኣይ ኮንፈርም ኣይ ዲሳይድ ኣቭ ረድ ኣንደርስታንድ ኣግሪ ቱ ዘ ፎሎዊን ነዞም ዝስዕቡ ዘለዉ ተረዲኦምኒ ኣለዉ ኢለ ክሓልፍ እየ ኣነ ኣንቢብየ ስለ ዝነበርኩ ቅድሚ ሕጂ ከተንብቦ ትኽእሉ ኢኹም ወይ ክትሓልፍዎ ትኽእሉ ኢኹም ኣይ ኮንፈርም ክንብሎ ኢና ኣብዚ እዚ ኩሉ ዝሓቱና ዘለዎ ኦፍኮርስ ብሕጊ ከምቲ ልክዕ ባንክ ከተውፅእ ከለኻ ዝሓቱኻ ስለዚ ኣካውንትኻ ሰት ኣፕ ኮይና ኣላ ብንሎ ብዘ ማለት ኣሜዚንግ ኣካውንት ሰትኣፕ ኮምፕሊት ስለዚ ወዲእካ ኣለኻ ግን ንዓይ ክሕልፉን ይኩን እዮም ምክንያቱ ባንክ ክበን ከለዎ ምስ ክሳማዕ ስለዘይክእል እቲ ዲቴል ማለት እዩ ሶ ኔክስት ክብላ እየ ብድሕሪ እዚ ኣይደንቲቲ ቨሪፊኬሽን መን ምዃነይ ናተይ ታሴራ ገለ ክሓቱን እዮም ናተይ ፓስፖርት ቁፅሪ ገለ ክሓቱን እዮም ማለት እዩ ስለዚ ኣብዚ ኣብ ትሕቲ ኢንተርኩም ኣብቲ ኣይደንቲቲ ቨሪፊኬሽን ዝብል ኣዘ ሬጉሌትድ ፋይናንሻል ሰርቪስ ፕሮቫይደር ን ኢን ኦርደር ቱ ኪፕ ትሬዲንግ ቱ ዋን ቱ ሴፍ ን ሰኪር We need to verify your identity ስለዚ በቲ ሕጊ ንምመላእ በቶም እናቶም ሕጊ ንቀርብ ዘሎ ማለት እዩ ነቲ ትሬድ ኢንቱ ዋንቱ ወይ ነዚ ኢንቨስት ንገብሮ ኣለና ከዓ ሴፍ ንምዃንን ሰኪር ንምግባርን እንታይ ከድልየና እዩ ናትካ ኣይደንቲቲ ወይ ከዓ ታሴራ ከድልየና ይብሉና ኣለዉ ኔክስት ክብላ እያ ኣይጎ ሶ እዚአን ሰለስተ ነገራት ክሓትኹም እዮም ኣነ ሕጂ ክቕርበሎም ኣይክእልኒ እዚአን ንስኹም ግን ኣብ ዩከይ ስለ ዘለኹ ፓስፖርት ፎቶ ፔጅ ከድልየኒ እዩ ማለት እዩ ድራይቨርስ ላይሰንስ ከድልየኒ እዩ ወይ ፕሮቪዥናል ላይሰንስ ሳልሳይ ከዓ ሬዚደንት ፐርሚት ወይ ከዓ ናይ ነባርነት ወረቀት እቲ ታሴራ ዘለካ ማለት እዩ ሶ እዚን ሰለስቲኤን ምስ ንቕርበሎም ስእሊ ክሓቱና እዮም ንኣብነት ሬዚደንት ፐርሚት እንተኢለዮም ካሜራ ኢናብል ግበራ ኦን ግበራ ኢሎም ስእሊ ውሰድ ክብሉን እዮም ንዓ ስእሊ ክወስድ እየ ማለት እዩ ባክብላ እዮም ፓስፖርት ልክዕ ከምኡ ብድሕሪት ተሓይቶምና ብድሕሪት ንህቦም ብድሕሪኡ ኦረዲ እቲ ናትና ተቐባልነት ኮንግራቹሌሽን ኢሎም ብኢሜይል ክሰዱልና እዮም ብድሕሪኡ ናይቲ ገንዘብ ምሕላፍን ምባልን ጥራይ ክኸውን ንዕኡ ቀሊል እዩ። ስለዚ ኣነ ናብ ናተይ ኣካውንት ሎግ ኢን ጌረ ብኸመይ ይገዝእን ይሸይጥን ከርእየኩም እየ። ድሕሪ እዚ ምግዛእን ምሻጥን ጥራይ ዝተርፈኩም ምስ ኣካውንት ሕሊፍኩም ማለት እዩ። Perfect እንታይ ኔሩ ከምዚ ትሪእዎ ዘለኹም ኣብዚ ናተይ ማለት እዩ ዝተፈላለዩ ምርጫታት እዩ ዘለኩም። ኣብ ኤውሮጳ ዘለኹም እታ ቀዳመይቲ ኣይሳ ትብል የላን ኣብ ቅድሚት ግን ሂበኩም ነይረ ስለዚ ምክ ጸገም የለን እንታይ ኢኹም ትመርጹ እታ ኢንቨስት ትብል ኢኹም ትመርጹ እቲ CFD ይጽናሓልኩም ብጣዕሚ ሪስኪ እዩ ምሳኹም ዝኸይድ ኣይኮነን ኣንለስ ክልተ ስለስተ ኣርባዕተ ዓመታት ዘዋፈርኩም ናትኩም ሪስክ ክትወስዱ ትደልዩ ተዘይኮነ ኣብቲ ትምህርትና ኦፍኮርስ ንመሃር ኢና ኣባላት ብምዃን ኩሉ ኮርስ ክትወስድዎ ትኽእሉ ኢኹም ኣባላት መምበርሺፕ ኣብዚ ብምእታው ዓሰርተ ቅርሺ ዶላር ንወርሒ ብምኽፋል ማለት እዩ ስለዚ እቲ ሆም እንተኸይና ከም ስሪዎ ዘለኹም ዝተቀየረ ከመይ ጌርካ ተሕልፍ ገንዘብ ገለ ክሪኦ ከመይ ኩሉ ከም ስሪዎ ዘለኹም ኢንቨስት ዜሮ ገንዘብ ኣለኒ ኣብቲ ትሕቲኡ ኣብ ውሽጢ 24 ሰዓት ሬት ኦፍ ሪተርን ወይ ከዓ እቲ ክንደይ ሚእታት ከም ዝወሰኸ ስቶክ ናተይ ገለ ገለ ዝገልጽ እዩ ማይ ዎች ሊስት ካብ ዝልዋኹም ቶብ ዊነርስ ብጣዕሚ ዝተዓወታ ንኣሽቱ ትካላትን ካብዚ ክትጥንቀቑ ኣለኩም ብጣዕሚ ሪስኪ እዩ ብብዝሒ ኦውን ወይ ከኣ ቶኒነን ዘለዋ ትካላት እንተሪእና ኣባኹም እዮ ዘሎ ክሳብ ሕጂ በዓል ኢንቪድያ በዓል ቫንጋርድ ኤስ ኤም ፋይፍ ሃንድረድ በዓል ማይክሮሶፍት ኣፕል ኣማዞን ተስላ ከምኡ ውን በዓል መታን ኣልፋቤት ኮካ ኮላ ኤይ ኤም ዲ ገለ ገለ ትካላት ኣለዋና ኦፍ ኮርስ ኣይነት ብሉጻት እየን ዝብል ኣብቲ ናትና ኮሙኒቲ ውን ስለ ንዘራረበሉ እኹ ከተብሉ ትኽእሉ ኢኹም ቅጽል ኢልና ኣብዚ ተሪእና ክንደይ ገንዘብ ከም ዘለካ ዝሕብር እዩ እዚ ኣብ ትሕቲኡ ውርድ እንተኢልኩም ከኣ ዘዋፈርኩመን ትካላት ክጸንሓኩም እዩ። ገንዘብ ኣሕሊፈ ገንዘብ ክገዝእ ከለኹ ከርእየኩም እየ። ሕጂ ሰርች ብምግባር ኢና ንመርጾ። ሰርች ብምግባር ንኣብነት ተስላ እንተደልየ ተስላ ኢለ ዝጽሕፍ ወይ ከኣ TSLA ዝጽሕፍ እዛ ሓዳሽ መጺኣ ዘላ እንተሪእኹማ ስፔስ ኤክስ ከተዋፍሩሉ ኣይብለኩምን እየ ክጥንቀቁ ኣለኩም ምክንያቱ ኣብ ሓጺር ግዜ ሓምሳ ፐርሰንት ወሲኻ ኣላ ኦልሞስት እንተደሊኹም እቲ ቀዳማይ ትሬዳብል ኣስኤፍዲ ብብዝሒ ዝቀየርዎ ናይ ትሬዲንግ ዋንቱ እዚ እዩ ትሬደብል ኣዝ CFD ዝብል ዘሎ ማለት ስለዚ ነዚኣ ብጣዕሚ ክትጥንቀቁላ ኣለኩም ብሓፈሻ ኣብኡ መሪጸ ግን ባይ ክብል ይክእል እየ ከሪኦኩም እየ እቲ ሳልሳይ ዘሎ ካርድ እዩ ብዙሕ ኣይከገድሰኩምኒ ኣብዚ ናይ ኮሚኒቲ ወይ ከዓ ናይ ሶሻል ዝጥቀሙሉ እዩ ንኣብነት ዝኾነ ሓበሬታታት ናይ ትካላት ድዩ ከመይ ከመይ ከይድ ከምዝስ ንእሽተይ ብዙሕ ዘገድሰኩም ኣይኮነን ሕልፍ እንተይለ ግን እቲ ዝዓበየ ኣብዚ ዘለኩም ከምዚ ትሪእዎ ዘለኹም ናይ ኢንቨስት ኣለና ኣብዚ ናይ CFD ኣብዚ ላዕሊ ማለት እዩ ናይ CFD ኣለኩም ናይ ስቶክስ ኣይሳ ኣለኩም UK ዘለኹም ስቶክስ ኣይሳ ተጠቀሙ ክሳብ 20 ሽሕ ፓውንድ ንዓመት ኣዋፊርኩም ዝኸሰብኩም ተኸሰብኩም ግብሪ ዘይትኸፍልሉ ማለት እዩ ካሽ ኣይሳ ደሓን ናይ ካሽ እዩ ብዙሕ ኣይክገድሰኩም ንድሕሪ ማለት እዩ ስለዚ ውርድ እንተኢልኩም ኢንተረስት ትኽፈልሉ እዩ ውርድ እንተኢልኩም ኢንተረስት ኣብቲ ካሽ ዘለኩም ዝኽፈለሉ እዩ ብትሕቲ ትኸድኩም ግን ማኔጅ ዝብል ኣሎ ከመይ ጌርካ ገንዘብ ተሕልፍ ኢኽሬኩም ደሊ ዘለኹ ሕጂ ማለት እዩ ኣብዚ ተሪኢኹሞ ውርድ እንተኢልኩም ኣብዚ ማነጅ ፋንድስ ኢጅፕት ማነጅ ፋንድስ ኢለ እንተኸይደ ገንዘብ ከወፅ እንተደልየ ከርእየኩም የፅንሕ ኢለ ዊዝድሮው ክብላ እየ ክሓልፍ እንተደልየ ወይ ከዓ ገንዘብ ከእቱ እንተደልየ ናብዚ ብሮከር ናተይ ከዓ ካሽ ማለት እዩ ዲፖዚት ክብላ እየ ማለት እዩ ሓፈሻዊ ግን ብቐሊሉ እውን ኣብዚ ተኸይድኩም ኣብዚ ሆም ኣብዚኣ ፓይ ትመስል ዘላ እንተኸይድኩም ኣብዚ ተሪኢኹሞ ሜን ዲፖዚት ዝብል ኣሎ ኣብዚ ኣብኡ ውን ዲፖዚት ክብላ ክእል እየ ሰለዚ ንኣብነት ናተይ ረጅስተር ኮይኑ ኣሎ ናይ ሪቮሉት ባንክ ኣለኒ ብዝተፈላለየ ዓይነት ኦፕሽንስ ኣለኩም ከም ስሪኦ ተሃሊኩም ሬኮመንድድ ትብል ኣሎ ኢንስታንት ባንክ ትራንስፈር ወይ ከዓ ሽዑ ንሽዑ ገንዘብ ክሓልፈልኩም ትደልዩ ንዚኣ ትመርፅዋ ገለ ሃገራት ግን ንሳ ዘይብልኩም ክትኮኑ ትኽእሉ ኢኹም ስለዚ ካብዚ ናይ ንኣብነት ሳንታንዳር እንተሃሊኩም ሳንታንዳር ጠዊቅኩም ኮኔክት ክትብልዋ ኢኹም እንተዘይኮይኑ ግን ኣብዚኣ ጠዊቅኩም እዚኤን ኦፕሽን ኣለዋኹም ብባንክ ትራንስፈር ተደሊኹም ከኣ ኦፍኮርስ ክሳብ ክልተ ሰለስተ መዓልቲ ይወስድ እዩ። ባንክ ትራንስፈር ኢልካ ከኣ ኣካውንት ናምበር ናትካ ከምኡ ውን እቲ እተን ሽዱሽተ ቁጽሪ እተን ሸሞንተ ቁጽሪ ብቲ ኣካውንት ናምበር እተን ሽዱሽተ ቁጽሪ ከኣ ከምዚ ኣብነት ይብኩም ኣሎ ሶርት ኮድ ኣእቲኹም እቲ ቁጽርታት ኣብዚ ኣእቲኹም ማለት እዩ ክትሕልፍሉ ትኽእሉ ኢኹም። ጅስት ኣብነት እየ ዝጽሕፎ ዘለኹ ኣብዚ እምበር የለን ከምኡ ባንክ ዝበሃል። ስለዚ ነዚ ብምባል ኮኔክት ኢልኩም ገንዘብ ከተሕልፍሉ ትኽእሉ ኢኹም። ገንዘብ እንዳሕለፍኩ ኣነ ውን ከርእየኩም እየ። ኣብ መወዳእታ ተርእኹሞ ኣፕል ፐይ። ይብል ኣሎ ወይ ከኣ ካርድ ማለት እዩ። እዚ ከኣ ክሳብ ክልተ ሽሕ ኣብዚ ትሪእዎ ኣለኹም ክልተ ሽሕ ፓውንድ ወይ ከኣ ዝኾነ ቁጽሪ ክህበኩም ይኽእል እዩ ናይ ዩሮ ድዩ ናይ ዝተፈላለየ ፍሪ ዲፖዚት ካብኡ ንላዕሊ እንተዋፊርኩምሉ ግን ገንዘብ ከኽፍለኩም እዩ ስለዚ ኣይ ዶን ሪንኮ ሪኮመንድ ኣይገብሮን እየ ወይ ከኣ እዚ ኣተ ዘይተጠቀምኩምላ ተመራጺ ይኸውን እቲ ቻርጅ ዝገብረኩም ዜሮ ነጥቢ ሸውዓተ ብዙሕ እዩ ማለት ስለዚ እተን ዘድልያኹም ኢንስታንት ባንክ ትራንስፈር ተሃልያትኩም ዝበለጸት ንሳ ዘየላ ተኾይና ከኣ ዝበዛሕኩም የብልኩምን እቲኣ ባንክ ትራንስፈር ትብል እንተኸይድኩም ክትመርጽዋ ትኽእሉ ኢኹም ባንክ ትራንስፈር ምስ በልኩም እቲ ኣካውንት ናምበር ዘይብልኩም እንተኾይኑ ውን ኢቫን ክትጥቀሙ ትኽእሉ ኢኹም ኢንተር ኢቫን ይብል ኣሎ ኣብዚ ኢቫን ሂብኩም እቲ ኢቫን ዘለኩም ቁጽሪ ሊያድርኖ ክንደይ እዩ ናይ ናይ ሆላንድ ድዩ ናይ ዘለኹም ዓዲ ናይ ባንክኹም ሂብኩም ከተሕልፉ ትኽእሉ ኢኹም ማለት እዩ ስለዚ ናተይ ግን ረጅስተር ስለ ዝነበረ ከም ስሪኦ ዘለኹም ኢንስታንት ባንክ እዩ እቲ ባንክ ናተይ እውን ረጅስተር ኮይኑ ስለ ዘሎ ኦረዲ ሚኢቲ ኣሕሊፉ ከሪኦኩም እዩ ባይ ዘ ወይ ናይ ሮቢን ሁድ ቪድዮ ክስርሓልኩም እየ ብድሕሪ እዚኣ ናይ ሮቢን ሁድ ኣብ ኤመሪካን ኣብ ዩከይ ኢንግላንድን ክትጥቀሙላ ትኽእሉ ማለት እዩ ሶ ዲፖዚት እንታይ ለብዚ ኔክስት ክብለዐ ካብ ባንክ ክንወስድ ይብሉ ኣሎ ማለት እዩ ጎት ባንክ ክብላ እዮም ምናልባት ከጥፍዋ ክእሉ እዮም ሰኪር ባይ ትሩ ሌየር ብላ ኣሎ ዝኾነ ዘሰክፍ የብልኩም ናብዚ ኣብታ ብሮከር ክሳብ ዝተጠቀምኩምላ ውጭ ዛብ ኣፕሊኬሽን ኬድኩም ዳውንሎድ ክሳብ ዝገበርኩማ ጎት ባንክ ትብልዋ ካብ ሪቮሉት ከዓ ናተይ እኳ ክዓፅዎ እዮም ሕጂ ይኽእሉ እዮም ኦኬ ናይ ቢዝነስ ዘይኮ ናይ ፐርሰናል ክልተ ሚእቲ ሰማንያ ኣለ ካብ ንለው ፐርሰናል ክብልዐ ክንደይ ደሊኻ ሚእቲ እያ ኦፍኮርስ ኣውቶማቲክ ስለ ዝነበረት ኮንፈርም ምስ በልኩዋ ክሓልፍ እዩ ኣውቶማቲክሊ ኮንፈርም ገብሮ ለውቲ ፔመንት ወይ ከዓ እቲ ክፍሊት ኦፐን ክብለ እየ ኢዝ ቢን ፕሮሰስ ትብል ኣሎ ይሓልፍ ኣሎ ብለኒ ኣሎ ዲፖዚት ሳክሰስፉል ሓሊፉ ኣሎ ዳን ምስ በልኩ ኣብዚ ሕጂ ኣብ ስሪኢኹሞ ሚኢት ይብለኒ ኣሎ ሪእዎ ሚእቲ ኣለኒ ስለዚ በዘን ሚእቲ ፓውንድ ጌረ ከኣ ድሌተይ ክገዝእን ክሸይጥን ይኽእል እየ ማለት እዩ ንኣብነት ሓንቲ ካብተን ጽቡቕ ኣለዋ ዝብለን ኣብዚ ግዜ እዚ ፐርሰናል ኣድቫይስ ወይ ከዓ ምኽሪ ውልቃዊ ምኽሪ ኣይኮነን እዚ ኦፍኮርስ ግን ኣብነት ክኾነና ንመርኣይ ጥራይ እዩ መታ ክጽሕፍ እየ መታ ምስ ጸሓፍኩ ኣብ ላዕሊ ወይ ፌስቡክ ማለት እዩ ባይ እንተኢለያ ክገዝእ ማለት እዩ ኣብዚ ሕጂ ንእሽተይ ኣብዚ ቫልዩ ዝብ ዘሎ ናምበር ኦፍ ሼርስ ኢሉ ክጸንሓኩም ይኽእል እዩ ናምበር ኦፍ ሼርስ እንተኾይኑ ዓቕሚ የብለይን ክገዝእ ኣርባዕተ ሚእትን ገለን የብለይን ኦፍ ኮርስ ዶላር ኣብ ሓሙሽተን ትስዓን ሰለስተን እያ ዘላ ብፓውንድ ከዓ ኣርባዕተን ኣርባዕን ክተ ምስ ተሸረፈ ማለት እዩ ሕጂ እዚ ናምበር ኦፍ ሼርስ ዝብ ዘሎ እንተሪኢኹሞ ናብ ናምበር ቀይርዎ ዝበዝሐ ግዜ ማለት እዩ ኣነ ብቫሊ እየ ዝገብሮ ዘለኒ ገንዘብ ንኣብነት ናይ ሓምሳ ቅርሺ ከዋፍር ተደልየ ረእዎ ዜሮ ነጥቢ ሓደ ሓደ ፐርሰንት ከዋፍር ክእል እየ ሶ ሪቪው ክብላ ኣብዚ ማለት እዚ ኤክስተን ዝብ ዘሎ ተዓፅዮ ድሕሪ ኣርባዕተ ሰዓት ይኽፈት ዕዳጋ ንዓ ተገይረያ ግን ኣቐዲመ ዕዳጋ ቅድሚ ክፋት እውን ክገዝእ ክእል እየ ማለት ስለዚ ሪቪው ኦርደር ክብላ እየ ኣብዚ ተሪኢኹሞ ኦርደር ታይፕ ኣለና ማርኬት ባይ ይብለና ኣሎ ሼር ቫሉ ይብለና ናምበር ኦፍ ሼርስ ገለገለ ሰንድ ባይ ኦርደር ምስ በልኩዋ ኣውቶማቲክሊ ክትግዛእ ኣለያ ማለት እዩ ቅድሚ ምግዘኢ ግን ኣብዛ ካልእ ኣለና ሊሚት ኣብነት ብክንደይ ክትገዝኣ ትደሊ ንሓንቲ ብርኪ ሓሙሽተ ትስዓን ሰለስተን እያ ዘላ ስለዚ ን ሓሙሽተ ሚኢትን ሰማንያን ምስ ኮነት ዝገዝኣ ገለ ክትብላ ትክእል ኢካ ንዓኩም ግን ኣይገድሰኩምን እዩ ወላ ኣነ ከማን ኣይጥቀመሉን እየ እዚ ትሬደርስ ወይ ከኣ ሎሚ ግዜ እሎም ዝሸጡ ገለ ገለ እዮም ዝጥቀምሉ ዝበዝሑ ማለት እዩ ወይ ከዓ ብዙሕ ገንዘብ ተኣዲካ ክትጥቀመሉ ትኽእል ኢኻ ስቶፕ ስቶፕ ሎስ ወይ ገለገለ ኣለና ወይ ስቶፕ ሊሚት ኣለና ንዓኹም ዘገድሰኩም ኣይኮነን ከም ጀመርቲ ኣብቲ ክላስ ምስ ኣተና ሞር ከኣ ክምህረኩም ይኽእል እየ of course ኣብቲ ናይ መምበርሺፕ እንተ ኣቲኹም ማለት እዩ ስለዚ እቲ ናይ ሓምሳ ክገዝኣ ክፍትን እየ send by order ክብላ እየ ኣብዚ ስለዚ order placed it will execute as soon as there are available shares on the market ኣብቲ ዕዳጋ እኹል ብርክታት ምስ ኣለወ ክግዝኣልካ እዩ ይብለኒ ኣሎ ኣጋጣሚ ቅድሚ ዕዳጋ ስለ ዘሎ ሊኩዲቲ የለን ይበሃል እዩ ሊኩዲቲ ኣብ ቺሊ ኣነ እኳ ክግዛእ ለይሊ ይሓስብ ጸኒሐ። ምናልባት ሊኩዲቲ ዘለዋ ካልእ ትካል ክፍትን እየ። ኣብዚ ግዜ እዚ ሊኩዲቲ ማለት ከኣ ብዙሕ ዝገዝእዋን ዝሸጥዋን እንተሃልዮም ሎሚ ኣብ ናይ ስፔስ ኤክስ ከይደ ኣብዚ ናይ ቅርሺ ክትገዝእ ትኽእል ኢኻ እንተደሊኻ። ናይ ቅርሺ ኢለ ሪቪው ኦርደር ሰንድ ባይ ኦርደር እንተ ኢለያ የስ ተገዚኣትለይ። ብዙሓት ሰባት ገዝኡን ዝሸጡ ስለ ዘለዉ ማለት ሊኩዲቲ ኣለዎ ኢና ንብሎ እዚ። ስለዚ ናይ መታ ክትግዛኣልካ እያ ትደሊ ኣላ ክሳብ ሕጂ ተገዘን ተገዚኡ ባይ ዘወይ ሕጂ ተገዚኡ ናይ መታ ስለዚ ናይ መታ ኣለኩም ናይ ስፔስ ኤክስ ኣለኩም ክንደይ ከም ዘዋፈርኩሉ ክንደይ ውፅኢት ከም ዘለኒ ዘሎ ዘለኒ ወፍሪ ከዓ ሲኦል እንተ ኢለ እዚ ሓድሽ ተቐይሩ ዘሎ ርእዎ ናይ መታ ክንደይ ከም ዘዋፈርኩ ክንደይ ሚእታዊት ካብ ገንዘበይ ተዋፊሩ ከም ዘሎ ናይ ስፔስ ኤክስ ከምኡ ኣሎ ማለት እዩ ኣብዚ ማርኬት ፕራይስ እንተኸይደ ከዓ እቲ ዕዳጋ ክንደይ ከም ዝገዛእኩዎን ዘበልኩዎን ኣሎ ብዙሕ ዘገድሰኩም ኣይኮነን ንሱ ግን ማለት እዩ ስለዚ እንታይ እዩ ዘርእየካ እዚ ዲፖዚት ክትገብሩ ብጣዕሚ ቀሊሉ ኣርባዓን ትሽዓተን ከዓ ተሪፍካ ኣሎ ይብሉ ኣለዉ ሜን ዲፖት ማለት እዩ ንሱ ከዓ ከዋፍሮ ከለ እንትደሊ ሕጂ ቅድሚ ብዚ ምእታውኩም ግን ካልእ መገዲ ንምንታይ ኣርባዓን ትሽዓተን ከይትብሉ ሓምሳ ኣብ መታ ገዜ እዩ ሓንቲ ቅርሺ ከዓ ስፔስ ኤክስ ገዜ ማለት እዩ ሶ ናይ መታ ክሸጠ እዩ ሕጂ ንዓኹም ኢለ ዳሓን ንእሽተይ ከሲረ ክሸጠ እዩ ንእሽተይ እዩ ስለዚ ብዚ ትሪእዎ እንተሃሊኹም ሰል ምስ በልኩዋ ሶሪ ኣበየኩም ድየ ሰል ኣብዚ ለኩም ባይ and ሰል ዝብል ኣብ ቀዲማ ባይ ጥራይ እያ ትብል ነይራ ሕጂ ግን ሰል መጽያትንላ ስለዚ ሰል ምስ በልኩዋ ከምዚ ርኤዎ ኩለን ክብላ እየ ማለት እዩ ወላ ኣብዚ ከማን ክጽሕፎ ይክእል እየ ግን ሙሉእ ቁጽሪ እዚ ክትረክቦ ትክእል ኢካ ተደሊካ ሓንቲ ብርኪ ክሸይጥ እየ ተደሊካ ሓንቲ ብርኪ ክትገብራ ትክእል ኢካ ኩሉ ተደሊካ እዚኣ ምልእታ ምስ ገበርኩዋ ኩላ ኢለ ሪቪው ኦርደር ተመሳሳሊ ከምታ ክገዝእ ከለኩ ሰንድ ሰል ኦርዳ ሽጣ ትብለንላ መታያ ሰንድ ኢለያ ኣለኩ ስለዚ ገዛኢ ምስ ረኽበ ክትሸጥ እያ ትብለኒ ሕጂ ኢኻ ማለት እዩ። ኩሉ ግዜ ዕዳጋ ገዛእትን ሸየጥትን ኣለው። ኣብ ሰዓቱ ዘይክሸጠልካ ይኽእል እዩ። ዕዳጋ ቅድሚ ምኽፋቱ ስለ ዘሎ እዩ። ምስ ተኸፈተ ኩሉ ግዜ ቀልጢፉ እዩ ዝግዛእ ወይ ዝሸየጥ። ናይ ስፔስ ኤክስ እንተሪኢኹም ሰል እንተኢለያ ኣብዚ ቀልጢፍካ ትሸጠልያ ሕጂ ኩለን ኢለያ ኣለኹ ሪቪው ኦኬ ሶሪ ክትብል ኣይትኽእልን ኢኻ ብለኒ ኣሎ። shares are locked ተዓጽየን ኣለዋ ብለንዶ i think ipo ሕጂ ስለ ዝኣተወት ወይ ከኣ ውሑድ ስለ ዝኾነ ክኸውን ይኽእል እዩ ብሓፈሻ ብኸምዚ መገዲ ክትገዝእን ክትሸይጥን ትኽእል ኢኻ ሰል እንተደሊኹም ከም ዝበልኩም ሰል ኢለ ኦፍ ኮርስ ኣርእየኩም ጸኒሐ ኣብ ሰዓት ኸኣ ትግዛእን ትሸይጥን እያ ማለት እዩ ሕጂ ነዚ ንምግባር ግን ኩሉ ግዜ ኣብ ምንታይ ክትላመዱ ኣለኩም ተሸይጥሉ ሕጂ ሶልድ የብለይን ሕጂ ብርክ ተሪእኹሞ መታይ ብሌን እንታይ ትገብሩ ኢኹም እዛ ናይ መወዳእታ ዘላ ትኸዱ ኣዝያ ኣገዳሲት እያ እዚኣ ናይ መወዳእታ ዘላ ምስ ጠወቅኩም ናይ መላመዲ ታሕቲ ሂስትሪ ተረዲኹም ሂስትሪ ኣለኩም ሰቲን ተረዲኹም ቋንቋታት ገለ ክትቀይሩ ተረዲኹም ኣብዚ ኣለኩም ስማት ዲቴል ናተይ ካልእ ስለ ዘይደሊ የብለኩም ማለት እዩ ድሌትኩም ካረንሲ ኦፕሽን ኣለኩም ክትቀይርዎ ተረዲኹም ብዶላር ወይ ገለ ክትቀይርዎ ተረዲኹም ኩሉ ኣብ ሰቲን ኣቲኹም ኣለኩም ዝዓበየት ግን ኣብዚ ትሪእዋ ዘለኹም ስዊች ፕራክቲስ በልዎ መላመዲ ቅድሚ ምውፋርኩም ገንዘብ ምሕላፍ ገለ ክትሪእዎ ኣለኩም ናይ ቅርሺ ድዩ ናይ ዓሰብ ቅርሺ ክትሕልፉ ኣለኩም ኣትሊስት ናይ ዓሰብቲ ማለት እዩ ስዊች ቱ ፕራክቲስ ምስ በልኩዋ እንታይ ደልየ ክትብለንላ ኢንቨስት ዲኻ ደሊኻ ሲኤፍዲ ኢንቨስት እየ ዝደሊ ክብለ እየ እቲ ሲኤፍዲ ጽንሓልኩም ማለት ሕጂ ብዚ ኣለኒ ዝተላምድኩሉ ቅድሚ እየስ እናለኩም እቲ ዓሚ መሪጽናዮ ዝነበርና ሸውዓተ ሸሞንተ ወልዲን ኣለዋን ኣብዚ ትሪእወን ዘለኹም ክንደይ ፐርሰንት ከም ዘለኒ ልክዕ ከምቲ ክገዝኦን ክሸጦን ዝጸናሕኩ ክሸጦን ክገዝኦን ይኽእል እየ። ስለዚ ናይ ሮኬት ላብ ንኣብነት ኣይ ቲንክ ስፔስ ኤክስ እዚ ኩሉ ኣትያ ዘላ ትሪእዎ ዘለኹም ብጣዕሚ ብዙሕ ፐርሰንተጅ ዝወሰኸት እያ። ንኣብነት ኣብኡ ክሪኣ እንተ ደልየ ኣብዚ ሮኬት ላብ ኢለ እንተ ጽሒፈ ሮኬት ላብ ኣብኡ ጠዊቐ ኣብታ ባይ ዘይኮነስ ኣብ ባዕላ ማለት እዩ። ኣብ ሰሙን ክንደይ ወሲኻ፣ ኣብ ሰለስተ ወርሑ ክንደይ ወሲኻ፣ ኣብ ዓመት ክንደይ ወሲኻ፣ ሬኦ ሰለስተ ሚእትን ሰላሳን ሰለስተን ማክሲመም ካብ ትጅምር ከኣ ሽሕ ፐርሰንት ወሲኻ ኣላ which is ካብ ክልተ ሽሕን ዕስራን ጀሚሩ ኣብ ውሽጢ ሓሙሽተ ዓመት ሽዱሽተ ዓመታት ሽሕ ፐርሰንት ከኣ ኣብ ስቶክ ማርኬት ሓደ ካብቲ ዝዓበየ ውጽኢት ዘምጸት እያ ማለት እዩ። ስለዚ እቲ ዘለካ ቫልዩ ክልተ ሽሕን ክልተ ሚእትን ውርድ ምስ በልካ ማለት እዩ። ሽክ ናይ ክልተ ሽሕን ክልተ ሚእትን ኣዋፊርካላ ኣለኻ፣ ሽሕን ሽዱሽተ ሚእትን ከሲብካ ኣለኻ ወይ ሪተርን ክልተ ሽሕን ክልተ ሚእትን ኣለካ ማለት እዩ ትባሊ ወይ ከዓ ክብሪ ናይቲ ገንዘበይ ዕስራን ሸውዓተን ብርክታት ኣለካ ትብለንላ ሳልሰይቲ ኣብ መወዳእታ ኣቨሬጅ ከዓ ብዕስራን ሽዱሽተን ዶላር ከም ዝገዛእክዎ ትሕብረንላ ማለት እዩ ስለዚ ኣብቲ ሆም ብምኻድ እዚ ኩሉ ክትገዝኦ ትኽእሉ ኢኹም ናይ ኤስኤምፒ ፋይቭ ሃንድረድ ወይ ናይ ናስዳክ ክትገዝኡ ከለኹም ናይ ኢቲኤፍ ዝበዛሕኩም ዘሸግረኩም ማለት እዩ ንኣብነት ናስዳክ

ምስ ገዛእኩ ምስ ምጽሓፍኩ ናስ ዳኮን ሃድረን እንሀለኩም ኣብ ኢቲኤፎ ሲድኒ ዝተፈላለዩ ኦፕሽንስ እዩ ዘሎ እዚ ኤሲሲ ዲኻ ደሊኻ ትብለኒ ኣላ ሲምቦል ዘለዋ ካልእይቲ ንህለትኩም ናይ ሲኤንኤክስ እዚኣ ማለት እዩ እዚኣ ክትገዝእዋ ትኽእሉ ኢኹም ጸገም የለን ባይ ኢልኩም ንኣብነት ናይ ሓምሳ ዲኻ ደሊኻ ናይ ሚኢቲ ኣብዚ ክትጽሕፎ ትኽእል ኢኻ ጸገም የለን እኹል ገንዘብ የብልካን ትብለኒላ ናይ ሓምሳ ክገዝእ ይኽእል እየ ብዚ ማለት እዩ ናይ ኤሜሪካ ወይ ናይ ሶሪ ናይ እንግላንድ ናይ ጀርመን ገለ ዘለኹም ብዩሮ ገንዘብ ባጤራ ዘለኩም ካልእ ኣለኩም ኣብዚ ኣማራጺታት ንስኹም እውን ኣባላት ናይቲ ፊደል ፋይናንስ ምስ ኮንኩም ኦፍኮርስ ብብዝሒ እኳ ንውህበኩም ኢና ሞር ክንጽረልኩም ኣብ ማለት እዩ እንተዘይኮይኑ ግን እዚኣ እውን ክትመርጽዋ ትኽእሉ ኢኹም ብዩሮ ርኢኹም ኣብዚ እንታይ ብዩሮ ኣሎና ስታክ 100 ትወርዱ ታሕቲ ቢሮ ክሳብ ትረኽቡ ማለት እዩ ኣብዚ ናለትኩም XETR ኣላትኩም ብብዝሒ ዝፈልጣ ካልእ ሲምቦል እውን ኣላ ከም ዝበልኩም ግን ሲምቦል ጽሒፍና እውን ስለ ንህቦም ጅስ ሳፖርት ንምግባር ማለት እዩ እቲ ሓሳባት ዘሎ ንዕአን ቀስ ኢልኩም ክትመርጹ ትኽእሉ ኢኹም ኣይ ቲንክ ያህ ብዝሒ ብዙሕ ብዙሕ ዝኾነ ምርጫታት ወይ ከዓ ኦፕሽን ስለ ዘለና ንዕኡ ክትመርፁ ትኽእሉ ኢኹም። ትሪእዎ ታለኹም LSE ሎንደን ስቶክ ኤክስቼንጅ ዘለዋ ጥራይ እዩ ዝህበና ዘሎ ኣብዚ ብብዝሒ ኣብ ኢንግላንድ ስለ ዘለኹ እዩ። ናይ ስዊስ ተደሊኹም ኣብዚ ካልእ ናይ ባዮሜትሪክ ዶ ገለገለ ናይ ባዮ ባዮ ኣበይ ፀኒሐ ክጥንቀቀለኩም ኣብዚ ናይ ሳይበር ሴኩሪቲ ናይ ባዮ ቴክኖሎጂ ገለ ገለ ዝብ ዘሎ ኣብ ናይ ዩኬ ስለ ዝኾንኩ እየ ናይ ኢንግላንድ ስለ ዝኾንኩ እየ ሶሪ እንተዘይ ኮይነ ናይ ካልእ ከዓ ኤክሰትራ ገለገለን ዝብል ክመፅኣኩም እዩ ከምዝበልኩም ግን ኣባላት ፊደል ፋይናንስ ወላ ኣብቲ ናይ ኮመንት ሴክሽን እንተፅሒፍኩም እውን ናቱ ሓሳባት ክህበኩም እዩ ማለት እዩ ስለዚ ገንዘብ ከተሕልፍ ከመይ ጌርካ ከመይ ጌርካ ፕራክቲስ ወይ ክትለማመድ ትኽእል ርኢና ኣለና ሕጂ ንሪኦ ከዓ እንታይ እዩ ናብቲ ኢንቨስትሞ ክመልሰኩም ካብታ ፕራክቲስ ዝነበረት ናብታ ሪል ማለት እዩ ገንዘብካ ክተውፅእ ተደሊኻኸ ምክንያቱ ገንዘብ ክተሕልፍ ርኢና ኣለና ክተውፅእ ተደሊኻኸ ኣብቲ መወዳእታ ዘላ ትኸዱ መወዳእታ ከይድኩም ኣብዚ ማኔጅ ፋንድስ ማኔጅ ፋንድስ ትኸዱ እንታይ ኣለኩም መጀመርያ ዲፖዚት ኣለኩም ገንዘብ ክትሕልፍ ከለካ ዊዝድሮ ተደሊካ ተውፅእ ተደሊካ ዊዝድሮ ትብላ ዊዝድሮ ክብላ እያ ናበይ ደሊካያ ናብታ ኣካውንት ኢካ ደሊካያ ኣብዚ ኣለኩም ትሪእዎ ትክእሉ ኢኩም ቨሪፋይ ዝኮነ እዩ እቲ ናተይ ሪቮሉት ዝጥቀመሉ ማለት እዩ ክንደይ ደሊካ ኩለን ክብላ ክእል እየ ትስዓን ሸሞንተን ሰማንያን ወይ እውን ሓምሳ ክብላ ክእል እየ ሓምሳ ፓውንድ ኢልያ ኣለኩ ትስዓን ሸሞንተን ኣለኒ ምክንያቱ ንእሽተይ ከሲረ ሸይጥ ኣለኩ ናይ ፎሬክስ ኤክስቼንጅ ለውጢ ማለት ሽዑ ንሽዑ ሶ ኮንፈርም ዊዝድሮ ክብላ እያ ዲወንት ኣላው ትሪድ ንትወንት ቱ ዩዝ ፌስ ኣይዲ ኣላው ክብላ ከለየ ፌስ ኣይዲ ጸገም የለን ናይ ፌስ ናተይ ከም ኮድ ዝጥቀመሉ ማለት ስለዚ ዊ ሃቭ ስታርትድ ዮር ዊዝድሮዋል ትብለኒ ኣላ ናብ ገንዘብካ ክወጽእ እዩ ኣብ ውሽጢ ሰለስተ መዓልቲ ከዓ እቲ ይብለኒ ኣሎ ሎሚ ክወጽእ ጸገም የለን ክትሪእዎ ኢኹም ዳሕራይ ኣበይ እኳ ክትሪእዎ ኦፍኮርስ ቪድዮ ከቋርፅ ስለዝኾነ ሓፈሻዊ ግን ኣብ ሽዑ መዓልቲ እዩ ዝኣቱ ናይ ወፂኡ ኣሎ ካብዚ ትሪእዎ ኣለኹም ካብ ሓምሳን ካብ ትስዓን ትሽዓተን ናብ ኣርባዓን ትሽዓተን ከይዱ ዕስራ ሳንቲም ከሲረ ማለት እዩ ካብ ትስዓን ትሽዓተን ስለዚ ብከምዚ መገዲ ከዓ ክትገዝኡን ክትሸጡን ዕዳጋ እውን ትኽእሉ ኢኹም ስለዚ እቲ ከመይ ከም ዝመስል ገፃት እዩ ተሸፊኑ ዘሎ እዚ ክዓብኦ ክእል ነይሩ ኦፍኮርስ እንተደልየ እቲ ፕራይቬሲ ሞድ ገለ እንተደልዮ ግን ዋላ ሓንቲ ከቀየር ዝኽእል የለን ማለት እዩ። ስለዚ ዝበዛሕኩም ብኸመይ ክትገዝእን ክትሸይጥን ትብሉ ዝነበርኩም ብኸምዚ መልክዕ ክትገዝኡን ክትሸጡን ትኽእሉ ኢኹም። ጸኒሐ ከኣ ናይ ሮቢንሁድ ቪድዮ ሪከርድ ክገብረልኩም እየ። ሓፈሻዊ ናይ ካልእ እትደልይዎ ኣብ ናይ ስቶክ ማርኬት እንተሎ ከኣ ኣብቲ ናይ ኮመንት ሴክሽን ብምጽሓፍ እዚኣ እንተሪኢኹማ እቲ ብብዝሒ ክወስኻ ዝኸኣለ እንታይ እዩ? ሰብዓን ሓደን ሽሕ ከብጽሓ ዝኸኣለ እንታይ እዩ? ሓደ፣ ብዙሓት ላይክ ጌርኩምሉ ኣለኹም፣ Thank you so much፣ ክልተ፣ ብዙሓት ኮመንት ከኣ ጽሒፍኩም ኣለኹም፣ ከም ክንደይ ኣሎ ርእይዎ፣ ሓሙሽተ ሚእትን ኣርብዓን ኣርባዕተን፣ ሓሙሽተ ሚእትን ኣርብዓን ኣርባዕተን ኮመንት ኣብዚ ተርእኹሞ ኩሉኹም፣ ኩሉኹም ማለት እዩ፣ ዋው ብሉጽ ሓሳብ፣ ኣብ ስዊድን ገለ በለና፣ ንኹሉኹም ከኣ መልሰልኩም ማለት እዩ፣ ኣትሊስት ቪድዮ ሰርሓልኩም፣ ገለ ገብረልኩም፣ ኣብ ስዑዲ ዓረብ ከ ብጣዕሚ ንፉዕ ክይ ስሳዕ ካብ ነጻ ምምሃርካ ሕጂ ውን ኣባላት ብምዃን of course ዳርጋ ነጻ እዩ ዝኸውን ዘሎ just ነቲ community ንጹር ክኾነልና ኣብ ዝተፈላለየ ከይምዝገቡ ተባሂሉ እዩ ዝመጽእ ዘሎ so ውን ኣብ ኣፍሪቃ ኮንካ ከተዋፍር yes በዓል interactive broker ክጥቀሙ ትኽእሉ እዮም ግን ኣፍሪቃ ዝተፈላለየ ሃገራት እየን ዘለዋ of course እዚ ክትዝክርዎ ኣለኩም ዝጠቅም ሰብ share ጌርልካ እንተ ተመዝጊብካ ጠቃሚ እዩ ሼር ገርካ እየስ ወላሓን ጸገም የለን እዚ ናተይ እውን ክትጥቀሙ ትኽእሉ ኢኹም ባይ ዘ ወይ ኣብቲ ዲስክሪፕሽን እውን ክገድፈልኩም እኽእል እየ ኣብ ካናዳ ኣለኩም ዌል ሲምፕል ቪድዮ ኣለና ናይ ኣባላት ናትና ማለት እዩ ኣብ ፓብሊክ ዘይኣተወ ሬጅስተር ምግባር ክትሪእዎ ትኽእሉ ኢኹም ብጣዕሚ ጽቡቕ ትምህርቲ እዩ እንተኾነ ጽፉፍ ኣዝዩ ደቂቑ ኣይረአን ታንኪ ሶ ማች ብጣዕሚ ጽፉፍ ትምህርቲ ሕጂ እቲ ኩሉ ኮመንት ናይ ምስጋና ክኾን ይኽእል እዩ ሕቶ ክኾን ይኽእል እዩ ኣብኡ እንተጽሒፍኩሞ ንኹሉ ላይክ ተገይርኩም ኣብኡ ኣለኹም እውን ክሕግዝ ዝኽእል እዩ ናብ ካልእ ናትና ኮሚኒቲ ብሓንሳብ ክንዓቢ ተባሂሉ ክሕግዝ ዝኽእል እዩ ምኽንያቱ ስቶክ ማርኬት ሓደ ካብቲ ዝበለጸ ውጽኢት ዘለዎ ዕዳጋ ኮይኑ ስለ ዝረኽቦ ማለት እዩ ክሳብ ሕጂ ምሳይ ምጽናሕኩም እናመስገንኩ ኣብ ቀጻሊ ብካልእ ቪድዮ የራኽበና ሰሰናዩ